ሰላም ሰላም ኣብ መላእ ዓለም ዘለኹም ክቡራት ኣሕዋት ሰላም እግዚኣብሔር ምሳኹም ይኹን። ናይ ሎም መዓንቲ መደብ እምበኣር ክትፈትውዎ ተስፋ እንዳገበርኩ ቅድሚ ናኡ እምባለይ ግን እቶም ሓደሽታ ዘለኹም ላይክ፣ ሳብስክራይብ፣ ኮመንት እንዳገበርኩም ናይ ቻነል ቤተሰብ ክትኮኑ ብክብሪ ዕድመኩም። እቶም ምሳይ ዝፀናሕኹም ከዓ እንቋዕ ሓጎሰኩም እንቋዕ ሓጎሰኩም ክቡራት ኣሕዋተይ ንስኹም ኣይኮንኩምን ንዓይ እንቋዕ ሓጎሰኪ ትብሉኒ ብዘይ ቀልዓለም ዓብዪ ሓላፍነት ኢኹም ተሰኪምኩም ፀኒሕኹም ዘም ኣሕዋተይ ዘም ወለደይ ንኣሽቱ ኣሕዋተይ ዓበይቲ ኩላትኩም ማለት እዩ እንቋዕ ሓጎሰኩም እንቋዕ ደስ በለኩም እግዚኣብሔር ኣምላኽ ክብርን ምስጋናን እግዚኣብሔር ይኹን ብሰላም ተገላጊለ ሻላ ጸሎትኩም ክቡራት ኣሕዋተይ ኣብ ትሕቲ እግዚኣብሄር ብሩኻት ሕሩያት ደቂ እግዚኣብሄር ዝኾንኩም ዝሃበኒ ፈጣሪ ብእውነት ጸሎትኩም ሰማይ ዓሪጉ ጽቡቕ ተገላጊለ ብስራት ናይ ሓጎስ ብስራት ናይ ደስታ ይዘልኩም መጽየ ዘለኹ ክንደይ ተዓዲልኩም ብእውነት ብጣዕሚ ከመይ እግዚኣብሔር ብሩኻት ገይሩ ፈጢሩኩም ብእውነት ጓል ማርያም ማዕረ ክንድዚ ከቢድ ምዃኑ ሓላፍነት ተሰሚዑኩም ሓላፍነት ወሲድኩም ጸሎት ክትድግፉ ክቡራት ኣሕዋተይ ካብ መጀመርያ ክሳብ ዝሕጂ ሕጂ ከኣ እሞ ብጣዕሚ እዩ ገሪምኒ ማለት እዩ። ዘሻቐል እኳ ክትሰድድ ፅቡቅ ኣይኮነን እንዲ ግን ከዓ ከምዚ ትርእይዎ ዘለኹም ከምቲ ዝገበርኩሞ ማለት እዩ። ደገፍ ከዓ ትረፍ ዶ ንስኻትኩም ኩላትኩም ብሩኻት ሓደ ክልተ ብሩኻት ተረኸብኩ ኢልካ ከማን ክትገብር ኢኻ ማለት እዩ። ስለዚ ሕሩያት ደቂ እግዚኣብሄር ዘም ሕዋተይ ካብዚ ፀበባ እዚ ትርእይዎ ዘለኹም ዝወግሕ ኮይኑ ዘይስማዓካ መድሃኒኣለም ኣቦይ ክንዲ ኣቦና ክንዲ ኣደና ክንዲ ሓውና ክንዲ ኩሉ ነገርና እግዚኣብሔር ምስ ወላዲቱ እመብርሃን ኣዴና ናይ ስደት ኣደና ኣብ ዓዲ ኣደና ኣብ ስደት ኣደና ብጣዕሚ ስማ ፀዊዕካ ዘይትሕፍር ፀቢብና መድሃኒ ዓለም ንበል ፀቢብና ወላዲት ኣምላኽ ንበል ብእውነት እግዚኣብሔር ዳ ኣቢልኒ ብሰላም ተጋላጊለ ናይ ብሓቂ ዝወግሕ ኮይነ ይስምዓካኒ ግን ኣብ ትሕቲ ፈጣሪ ክፈጥሮ ከሎ ዘይጸገሞ ከዓ ንዓኻ ከገላግል ከዓ ኣይጽግሞን እዩ ብዝኾነ ክቡራት ኣሕዋተይ ብጣዕሚ እንደ ሰማይ ዓሪጉ በቃ ሰንበተ ክርስቲያን በቲ ናይ ኣውደ ዓመትና በቲ ጋብር መንፈስ ቅዱስ እዚ ኩሉ ናይ ኣቦታትና ጸሎት እዚ ኩሉ ልማኖ ናይ ኣቦታትና ስለ ደቆም ስለ ሃገሮም ስለ ኩሉ ዝጽልይዎ ንዓይ ከዓ ኣብኣቶም ሕውስ ኣቢል ፈጣሪ ናቶም ጸሎት ሰሚዑ ናትኩም ጸሎት ሰሚዑ ካብ ንኣስኩም ክሳብ ዝዓበኹም ዝጸለኹምለይ ሰሚዑ ብሰላም ተጋላጊለ ዘም ሕዋተይ ካብ ቅድሚት ክስናብ ዝባንኪ ግበረልኪ እንዳበልኩም ከምቲ ዝበልኩም ከዓ ኮይነለ ኣሎ ዘም ሕዋተይ ክብሪ ምስጋና ንእግዚኣብሔር ይኹን ሓንቲ ዝልምና ሕጂ እዘን ነብሰ ጾራት ዘለኽን ይሕዋተይ ንዓይ ከማስለክን ንዓይ ከማስለክን እግዚኣብሄር ይምሕጸኖ ብእውነት ንስኹም ኩላትኩም ከዓ ጸሎት ትገብሩለን እንዲኹም ዘለኹም ግን ይርኤ እየ ዘለኹ ግን ከዓ ቆጽልዎ ዘም ሕዋተይ ምክንያቱ ነብሰ ጾር ማለት ሓንቲ ድነ ነብሰ ጾር ኮይንካ ክትሪኣ ከለኻ ብጣዕሚ ብጣዕሚ እቲ ዝኸበደ እዩ ማለት እዩ ስለዚ ኣጆኹን ንዓይ ከማስለክን እዩ ብእውነት ኣነ እንድዒ ከምዚ በቲ ሰንበት ምዃኑ በቲ ኣውደ ዓመት ምዃኑ በቲ ጋብር መንፈስ ቅዱስ ምዃኑ ኩሉ ከምዚ ዋላ ዋላ ይሕረስ ዳኣ እምበር በቃ ኣይኣመንኩን ከምዚ ፅብብ እዩ ዝብለካ እውን ናይ ብሓቂስ ክጋላገል ደይ ገለ ኢልካ ስለ ትጭነቅ ትጸንሕ በቃ ኣይትኣምን ኢካ ብሰላም ተጋላጊልካ ከለካስ ብጣዕሚ ኢካ ተብል ማለት እዩ ግን እግዚኣብሔር ኣምላክ ኣነስ ካብታ እግረይ ክሳብ ርእሰይ በዓልቲ ሓጢኣት እንዴ ብእውነት እግዚኣብሔር ግን ሓጢኣተይ ከይተጸባጸበ እመብርሃን እዴ ወላዲት ኣምላክ በእውነት በቃ ሓጢኣተይ ከይተጸባጸበት ብሰላም ኣገልግል ኣቢላትኒ መን ኣለኒ እሞ ኣብ ደገ ኮንካ ኣብ ስደት ኮንካ ትልምነልካ ኣደ የብልካ ሓፍቲ የብልካ ሓው የብልካ እግዚኣብሔር ኣምላኽ ጥዑይ ሰብኣይ ተፈጢሩልካ ንሱ እዩ ብታ ጎንኻ ጠጠው ዝብል ካልእ ጠጠው ዝብል የለን ማለት እዩ ኣብ ዓድና ክንደይ ለዋሃት ኣደታትና ለሚነን እየን ሕክምና ይፈልጣ ገለ ይፈልጣ ገለ ይፈልጣ ኣግልግል ዘብላ ማለት እዩ ስለዚ ክንዲ ኩሉ ነገር ንኮይና እመብርሃን እደይ ሰናይ ትገብረልና ዘላ ክንዲ ኩሉ ነገር ንኮይኑ መድሃኒ ኣለም ኣቦይ ስደትና ክፉእ ዘየርእና ክፉእ ዘየስምዐና ዘሎ ማለት እዩ ክብርና ምስ ወላዲት ይኹኖ እዞም ኣሕዋተይ ንዓኹም ከዓ እንቋዕ ደስ በለኩም ካብ ዝጅምር ኣትሒዘ ካብ ነብሰ ጾር ኮይነ ኣለኹ ካብ ዝነግረኩም ኣትሒዘ ናይ መግቢ ተሰዲደ ዝኾነ ሓሳም ተሰዲደ ብዘይካ ማርያም ምሳኺ ትኹን ብሰላም ትምጻእኺ። ብዘይካ እግዚኣብሄር ምሳኺ ዝኹን ካልእ የለን እዩ ማለት እዩ። ብጣዕሚ እየ እንታይ ዝበሃል ገይረኩም የሻቐለኩም ከም ዝነበርኩ ይርድኣኒ። ግን ከዓ እዚ ኩሉ በረከት ካባኹምሲ በቃ ፍቕሪ ኢኹም ምሂርኩም ንዓይ ክቡራት ኣሕዋተይ። ከምዚ ምናልባት ኣነ ዝምህረኩም ዘለኹ ገለ ኮይኑ ስምዓኩም ይኾን እምበር ብጣዕሚ በቃ ንትፈልጦን ዘይትፈልጦንሲ ፍቅሪ ከምዚ ልገስ እዝጋብሄር ይመስገን ከምኡ ኢለ ይሓስብ እንድየ ግን ነቲ ዝሓስቦ ወሲኸሉ ንክኸይድ ብጣዕሚ ኢኹም ፍቅሪ ምሂርኩምኒ ማለት እዩ ብጣዕሚ ብዘይ ቀልዓለም ማለት እዩ ዘም ሕዋተይ እንዳደወልኩም ቦይስ እንዳሰደድኩም እዛ ቪድዮ ምስ ሰደድኳ ብዙሓት ብዙሓት ማለት እዩ ወላዲት ኣምላኽ ምሳኺ ትኹን መድሃኒኣለም ምሳኺ ይኹን ዝበልኩምኒ ካብ ልበይ ካብ ልበይ ሓንቲ ዝምነየልኩም ንዓኹም ከዓ ዘም ህዋተይ እታ ዝዓበየት ዕድመን ጥዕናን እያ እሞ ዕድመን ጥዕናን ይሃብኩም እዚኣ ድስተ ዘዳለኽዋ ንግሆ ሰንበት ማለት ሒዘያ ዝኸድኩ ንዚዚኣ ክቡራት ኣሕዋተይ ኣብዚኣ ዘይኣተወ የለን እዩ ትማል እውን ምስ ተቓንዛን ገሊፀልኩም ኾነ እንደ ነይረ ግን ኣብዚኣ ዘይኣተወ የለን እዩ ምክንያቱ ካብ መግብታት ገለ ንበልዕ ከምዚ ጌርና ሒዝና ክንከድ ከለና ሕጂ ዳርጋ ቁሩብ እንድየ ኣብታ ንእሽተይ ዋላ ሓደ ዕረፍቲ ኣይነበረን እዩ ግን ሓሚም ሓሚምካስ ብሰላም ትወፀሉ ናይ ናይ መን ኮይኑ እምበር እንተ ደ- እንተ ሓ- እንተ ዕሪፈት ሓሙሽተ ደቂቕ እንዲ ነይሩ እቲ ዕረፍተይ እም፣ ብጣዕሚ ግን ኣብኣ ሓንቲ ምዕጉ ሓንቲ ከምዚኣ ገይረ የብል ምክንያቱ ፓወር ኣለዎ እዩ ሓይሊ ኣለዎ እዩ ሓደ መዓልቲ ድሓን ዋላ ቪድዮ ከም ፍቓድ እግዚኣብሄር ቪድዮ ሓደ መዓልቲ እውን ክሰርሐልኩም ክፍትን እዮም ብጣዕሚ ፅቡቅ ሓጋዚ ዝኾነ እዩ እንደጋና ከዓ ምስ ሓረስኪ ከዓኒ ኣደታትና ጉያ ጉያ ጉያ ኢለን ከቐመሰ ሓራስ እየን ዝቀዳደማ ማለት እዩ ምስ ሓረስኪ ከዓ ምክንያቱ ዝሑል ይውን ነይሩ እንታይ ዝበሃል መቐመሲ ከዓ ኮይኑኒ ማለት እዩ ከምዛ ትርእይዋ ዘለኹም ኣብዚኣ ከይነ ስቲ ኣቢለያ በቲ ዝተረፈና ክንቀምሰሉ ንኽእል ኢና። በቲ ከዓ እንዳሰተና ኢና ንፀንሕ ማይ ቆቁሩ እንዳሰተና ማለት እዩ። ብእውነት ኣነ እኳ እንድዒ ድሕሪ ሰሙን ገለ ምናልባት እንተተረጋጊኤ እምበር ከምዚ ናይ ብሓቂ ኮይኑ ኣይስምዓንን እንድዩ ብጣዕሚ ብጣዕሚ ኢኻ መቸም ሰሙን ክተርፈካ ክልተ ሰሙን ክተርፈካ ካብቲ ሽዑ ኣትሒዝካ ትጨንቕ እንዲኻ ብኡ እንዲኻ ትሓስብ ግን ከኣ ህመም ምስ ቀርብካ ከኣ ከምዚ ናይ ብሓቂ ድዩ ኢኻ ትብል ናይ ብሓቂ ድዩ ዋላስ ሽንቲ ቀልቀልካ ከማን ከምዚ እንታይ ዝበሃል ገይሩልካ ድርቀት ገይሩልካ ከማን ዝከብደካሲ ማዓረ ቆልዓ ዶ ግን ስራሕ ናይ እዝጋቢሄር ብኡነት ክቡራት ኣሕዋተይ ኣብ ስደትና ኮይና ክፉእ ዝባሃል ዘየሪኤና ዘሎ ጸሎት ናይ ኣሕዋትና ሰሚኡ ጸሎት ናይ ወለድና ሰሚኡ ጸሎት ናይ ቅዱሳን ሰሚኡ ኣብ ስደትና ኮይኑ ምሳና ዘሎ ኣምላኽ ኣቦይ ብጣዕሚ መድሃኔ ኣለም ኣቦይ እዘን ኣሕዋተይ ከምዚ ትሪእዋ ዘለኹም ሰላም ሓፍትኹም ብጣዕሚ ተሓጒሰ ብጣዕሚ መግለፂ የብለይን። ቀስ ብቀስ ከዓ ዝያዳ እንዳተሓጎስኩ እምበር ሕጂ ከምዚ ድምፁ ዋላ ከምዚ ብሰላም ተገላገልካ ኮይኑ ኣይስምዓካን እዩ። ብዝኾነ ግን ክቡራት ኣሕዋተይ እንኳዕ ሓጎሰኩም ንዓኹም ብሩኻት ደቂ እግዚኣብሄር ብዙሕ ኮሜንቲ ኣየድልን እዩ ሓንቲ ዝደልያ ዕልልታ ጥራይ በቃ ምክንያቱ እቲ ዝበሃል ኩሉ ክትብሉ ቀኒኹም ኢኹም ኩሉ ክትብሉ ቀሊኹም ኢኹም እታ ናይ ሓጎስ ከየብዛሕኩም ዕልልታ ጥራይ በቃ ዕልልታ ተዘይ ኮይነት ሕጂ ተድልየኒ ካልእ ጌርኩም ኢኹም ዘምሕዋተይ ኩሉ ነገር በቃ ሓደ ዝተረፈ ነገር የለን እዩ እተን ተሪፍክን ዘለኽን ከዓ ፅፍፍ ኣቢልክን ብሰላም ተገላጊልና ኣለና። ሽኮሪናታት ኣሕዋተይ ፅቡቃተይ ብእውነት ሓንቲ ሓፍትናስ ክልተ መዓልቲ ተሪፍንላ ኣነ ከዓ ገለ ኢላ ፅሒፋትለይ ኣነስ ብእውነት ከም ገለ እዩ ዝገብረኒ ነብሰይ ከምኡ ከብል ከለኹ ክሰምዕ ከለኹ ማለት እዩ ፅሕፍ ኣቢልክን ከዓኒ ሓሪሰ ኣለኹ ብሰላም ክንብል ኣለና ማለት እዩ ብዝኾነ ለመዓንቲ ብስራተይ ኣብዚ ከዓ ብካሊእ ቪድዮ ከምሳ ዝመለስ ሰላም ጥዕና ነበብ ዘለኹሞ ሰሰናይ